ምንጪ ዓበይቲ ሓሳባት መገዲ ዓወት እትሕብር ስነ ልቦናዊት መጽሓፍ ብዶክተር ዴቪድ ሽዋርትዝ ትርጉም ብመምህር ሚኪኤል ዮሃንስ። ብዛዕባ ጥዕና ዘለና ኣመለኻኽታ ኣብ ክልተ ክንከፍሎ ንኽእል። እቲ ናይ መጀመርታ መንእሰይ ዘጋጠሞ ወላ ሓንቲ ሕማም ዘይብሉ ክነሱ ይጭነቕ፣ ብመገዲ ስንፍና ይጓዓዝ። መኻልፍ ከም ዘጋጠሞ ክኸውን ይደሊ። እቲ ካልኣይ መንእሰይ ግና ናይ ልቢ ዝኣክል መጥባሕቲ ተገይርሉ ሰብ ሰርሖ ኣርቲፊሻል ኣካል ተሰዂኡሉ ከብቅዕ ቅኑዕ ኣራእያ ዘለዎ እዩ። ትስፉው ገለ ነገር ክገብር ዝሕልን። ኣብዞም ክልተ መንእሰያት ዘሎ ፍልልይ ናይ ኣተሓሳስባ ፍልልይ እዩ። ብቐጥታ ንኣይ ዘጋጠመኒ ናይ ሕማም ጸገም ኣሎ። ኣነ ሕማም ሽኮር ከም ዘለኒ ክንገር ከለኹ፣ ሕማም ሽኮር ሕዱር ውሽጣዊ ሕማም እዩ፣ ግና እቲ ናብ ዝኸፍኤ ደረጃ ከማዕብሎ ዝኽእል ብዛዕባኡ ምጭናቕ ነቲ ሕማም የጋድዶ ዝብል መጠንቀቕታ ተዋሂቡኒ። ክገብሮ ዝግበኣኒ ጥንቃቐታት እውን ተሓቢሩኒ። ካልኦት ብዙሓት ሰባት ሕማም ሽኮር ከም ዘለዎም እፈልጥ እየ። እስኪ ናይ ክልተ ኣብ ክልተ ጫፋት ናይ ሕማም ሽኮር ኣረኣእያ ዘለዎም ሰባት ኣብነት ከቕርብ። እቲ ሓደ ዝጋነን ዘይኮነ ጸገም ሕማም ሽኮር ዘለዎ ኮይኑ ቅድሚ ምማቱ ዝሞተ እዩ። ብኹነታት ኣየር ይጭነቕ፣ ቁሩብ ፊፍ ዝብል ወይ ዝስዕል እንተጓኒፎ ካብኡ ይርሕቕ። ምስ ዝርህጽ ወይ ምስ ዝሸይን ይፈርሕ። ዝበዝሕ ግዜኡ እዋእ ገለ እኳ ኸውን እናበለን ንዝረኽቦ ብዛዕባ ሕማሙ እናነገረን የሰልቹም። እንተኾነ ሕማሙ ሕማም ሽኮር ዘይኮነ ሕማሙ ናይ ጥዕና መመሳመሲ ምዃኑ እዩ። በዚ ኣመሳሚሱ ከኣ ኣይሰርሕን። እቲ ካልኣይ ኣካየዲ ስራሕ ናይ ሓደ እንዳ ሕትመት እዩ። ካብዚ ዝተጠቕሰ ሰብ ሰላሳ ዕጽፊ ኢንሱሊን ይወስድ። ግና ንሱ ንሕማም ኣይኮነን ዝነብር፣ ንኽሰርሕ ንኽሕጎስ እዩ ዝነብር። ሓደ መዓልቲ ከምዚ ኢሉኒ፣ ገለ ጸገም ናይ ሕማም ኣሎኒ፣ እንተኾነ ክንድቲ ኣይኮነን፣ ኣብ ዓራት ክድነስ ይሓስብኔ፣ መርፍእ ናይ ኢንሱሊን ክውጋእ ከለኹ ነቲ ኢንሱሊን ዝመሃዘ ሰብየ ዘመስግን። በለኒ። ሓደ ናይ ቀረባ ዓርከይ ኣብ ሽሕን ትሽዓተ ሚእትን ኣርብዓን ሓሙሽተን ሓንቲ ኢዱ ተቖሪጹ ካብ ኤውሮጳ መጺኡ፣ ብዘይካ ሓንቲ ኢዱ ምስንካሉ ከም ቀደሙ ፍሽኽታ ንዝተጸገሙ ምሕጋዝ ኣይቋረጸን። ቅኑዕ ኣረኣእይ ዘለዎም፣ ሓደ መዓልቲ ብዛዕባ ስንክልንኡ ኣዘራሪበዮ። እንታይ እሞ ሓንቲ ኢድ ዘይምህላዋ። ሓቂ ንምዝራብ ክልተ ኣእዳው ክህልዋኻ ዝበለጸ እዩ። ግና መንፈሰይ ከም ቀደሙ ሚእቲ ሚእታዊት ምሉእ እዩ። ጎዲሉኒ ኢለ ዘስተማስለሉን ዘመሳምሰሉን ነገር የብለይን። ኢሉኒ። ንኻልእ ሓንቲ ኢዱ ቆራጽ ንፉዕ ተጻዋታይ ጎልፍ ዓርከይ ከመይ ገይሩ ብሓንቲ ኢዱ ብርቱዕ ተጻዋታይ ጎልፍ ክኸውን ከም ዝኸኣለ ሓቲተዮም። ካብ ተሞክሮይ ከም ዝረኣኹዎ ሓንቲ ኢድ ምስ ቅኑዕ ኣረኣእያ ካብ ክልተ ኣእዳው ምስ ግጉይ ኣመለኻኽታ ትበልጽ ኢሉ መሊሱለይ። እዚ ሓቂ እዚ ኣብ ጸወታ ጎልፍ ጥራይ ዘይኮነ ኣብ ኩሉ ናብራ ህይወት ዘዐውት እዩ። ናይ ጥዕና ምስምስ ዝፍውሱ ምኽርታት ቀዳማይ፣ ብዛዕባ ሕማምካ ምዝራብ ሕደጎም። ክንድቲ ብዛዕባ ሕማምካ እትዛረቦ ዋላ ግዝያዊ ጉንፋዕ ይኹን፣ ክንድቲ ዝተዛረብካዩ ሕማምካ ዝጋደድ። ዓሰርተ ሻዕ ብዛዕባ ሕማምካ ምዝራብ ማለት ከም ድኹዒ ኣብ ጸሃይ ምውሳኽ ማለትዩ። ብዘይንሱውን ብዛዕባ ሕማምካ ምዝራብ ንሰማዒዩ ዘሰልኪ። ከም ሓደ ዘይረብሕ ጸዋዕ ሕማም እዩ ዘቑጽረካ። ክደግመ ከም ሓደ ዘይረብሕ ጸዋዕ ሕማም እዩ ዘቑጽረካ። ዕዉት ኣእምሮ ዘለዎም ሰባት ነቲ ብዛዕባ ሕማም ናይ ምዝራብ ኣመል ይስዕርዎ እዮም። ብሰንኪ ሕማም ገለ ጸገም ከጋጥም ይኽእል ይኸውን። እንተኾነ ናቱ ግዙእን ባርያን ኮንካ እህህ ኣይህ እናበልካ መጉረምረሚ ኣይትኹን። ካልኣይ፣ ዘይነበረካ ሕማም ኣይትጥለብ። ዶክተር ዋልተር ኣልቫረስ ኣብ መጽሓፉ፣ ኩሉ ግዜ ነቶም ብጥዕንኦም ዝጭነቑ ሰባት ገዛእ ርእሶም ክቆጻጸሩ'ዩ ዝምሕጸኖም። ንሓደ ናይ ኩሊት ጸገም ኣሎኒ ኢሉ ሸሞንተ ግዜ ኮምፕዩተር ዝተራእየ ሰብ እሞ ኣብ ሸሞንቲኡ ጸገም ዘይብሉ ኮይኑ ዝተረኽበ ተወሳኺ ከይምርመር ተማሕጺንዎ። ሰለስተ። ጥዑይ ብምዃንካ ኣመስግን። ጥራሕ እግረይ! ጫማ ብዘይ ምውዳይ እጉህ ነይረ። እግሪ ዘይብሉ ሰብ ምስ ረኣኹ ግን ተጸናኒዐ። ጥዑያት እግሪ ስለ ዝሃበኒ ከኣ ንፈጣሪ ኣመስጊነ ዝብል ኣበሃህላ ኣሎ። ኣብ ክንዲ ጥዕና ስኢነ ኢልካ ምኒን ምባል፣ ጥዑይ ብምህላውካ ክትሕጎስ እዩ ዝግበኣካ። ከምዚ ብምግባርካ ሓደስቲ ዘይነበሩኻ ሕማማትን ቃንዛን ከይተማዕብል ከም ክታበት ቅድመ ምክልኻል ይጠቕመካ። ኣርባዕተ። ካብ ምስትምሳል ምቕባል። ህይወት ንዓኻ ክትሕጎሰላ ሓንሳእ ዝተዋህበትካ ህያብ ፈጣሪ'ያ። ስለዚ ኣይትኽሰራ። ህይወትካ ኣብ ዓራት ናይ ሆስፒታል ክትማስን ኣይተፍቅደላ። ናይ ጥዑየ መንፈስ ኣማዕብል። ናብቲ ዝዓበየ ካልኣይ ነጥቢ ክንምለስ። ናይ ብሒ ምስምስ። ኣእምሮ ዓቕሚ ፍልጠት የብለይን ዝብል ምስምስ ዝውቱር'ዩ። እዚ ምስምስ እዚ ዳርጋ ተስዓን ሓሙሽተን ንኣብ ከባቢና ዘለዉ የጥቅዕ። ፍሉይነቱ ሰባት ከምቲ ካልእ ምስምሳት ኣግሂዶም ስለ ዘይዛረብሉ ጥራሕ እዩ። እቶም በዚ ሕማም እዚ ዝጥቅዑ ሰባት ብውሽጦም እዮም ዝሕመሱ። ናይዚ ጸገም እዚ ቀንዲ መበገስቲ ንኣእምሮኻ ኣትሒትካ ምግማት። ካልኣይ ከኣ ናይ ካልኦት ሰባት ኣእምሮ ኣጋኒንካ ምግማት። እዞም ጌጋ ግምት እዚኣቶም ካብ ነፍሰ ምትሓት እዮም ዝነቕሉ። በዳሂ ኩነታት ከጋጥም እንከሎ እቶም ብብልሖም ዝሻቐሉ ሓንጎል የለን በየናይ ርእሲ ብምባል ሸለል ይብሉ። እቶም በዚ ዘይሻቐሉ ግና ነቲ በዳሂ ኩነታት ብምግጣም ናብ ረብሕኦም የውዕልዎ። እቲ ዘገድስ ክሳብ ክንደይ በሊሕ ኢኻ ዘይኮነስ ነቲ ዘለካ ብልሒ ክሳብ ክንደይ ትጥቀመሉ እዩ። ንብልሕኻ ዝመርሖ ኣተሓሳስባ ካብ ዓይነት ሓንጎልካ ኣዝዩ የገድስ። ክደግማ፣ እቲ ንብልሕኻ ዝኣሊ ተሓሳስባኻ ካብቲ ኣሎኒ እትብሎ ብልሒ ብዙሕ ይገድስ። ወድኻ ሳይንቲስት ክኸውን ድዩ? ተባሂሉ ዶክተር ኤድዋርድ ምስ ተሓተተ ዝሃቦ ምላሽ፣ ቆልዓ ሳይንቲስት ክኸውን በርቂ ዝኾነ ሓንጎል ኣይኮነን ዘድልዮ። መስተንክራዊ ናይ ምዝካር ዓቕሚ ስለ ዘለዎ ኣይኮነን ወይ ከኣ ልዑል ነጥቢ ኣብ ትምህርቲ ስለ ዘምጽእ ኣይኮነን። እቲ ዘገድስ እቲ ቆልዓ ኣብ ሳይንስ ዝህልዎ ተገዳስነት ጥራሕ እዩ። ስለዚ ድሌትን ተገዳስነትን እቶም ቀንዲ ረቋሒታት እዮም። እወታዊ፣ ቅኑዕ፣ ተሓባባሪ፣ ኣረኣእያ ምስ ዓቕሚ ብልሒ ሚእቲ ሚእታዊት ኣይኪው ዘለዎ ሰብ ካብቲ ኣሉታዊ ግጉይ ዘይተሓባባሪ መንፈስ ዓቕሚ ኣእምሮ ሚእትን ዒስራን ኣይኪው ዘለዎ ሰብ ብዝበለጸ ብዙሕ ናይ ገንዘብ ኣታዊ፣ ብዙሕ ክብረትን ኣድናቖትን ይረክብ። ስለምንታይ እዮም ብዙሓት በላሕቲ ሰባት ዘይዕወቱ? ሓደ ፊ ቤታ ካፖ ዝተባህለ ኣዝዩ በሊሕ ኣእምሮ ዘለዎ ካብ ነዊሕ ዓመታት ኣትሒዘ ዝፈልጦ ሰብ ኣሎ። እንተኾነ ሓደ ካብቶም ዘይዕዉታት ሰባት እዩ። ተሓታትነት ስለ ዝፈርሕ ተራ ናብራ እዩ ዝነብር። ኣይተመርዓወን ምኽንያቱ ብዙሕ ሓዳር ብፍትሕ ክድምደም ስለ ዝርእይ ንብረት ከጥሪ ኣይደልን እዩ መጥፍኢ ገንዘብ ኢሉ ስለ ዝሓስቦ እዚ ሰብ እዚ እቲ በሊሕ ኣእምርኡ ኣብ ክንዲ መገዲ ዓወት ዝኾኑ ነገራት ዝድስሰሉ ኣብ ንምንታይ ነገራት ክኾኑ ዘይክእሉ ዝብል ኣተሓሳስባ ኣውዒልዎ እቲ በሊሕ ዓቕሙ ኣብ ከስዕቡ ዝኽእሉ ኣሉታታት ምሉእ ብምሉእ ስለ ዘዋፈሮ ገለ ነገር ከየፍረዩ ዝጓዓዝ ቁሩብ ለውጢ ናይ ኣተሓሳስባ ብምግባር ጥራይ ነቲ ግዙፍ ኣእምሮኡ ኣብ ዕዉት ነገራት ከውዕሎ ምኸኣለ ነይሩ። ካልእ ሓደ ዝፈልጦ ሰብ ድሕሪ ኣብ ዩኒቨርሲቲ ብማዕርግ ዶክትሬት ምምራቑ ናብ ሰራዊት ተጸንቢሩ። ኣብተን ሰለስተ ዓመት ናይ ውትድርና ግዜኡ ከም ሓደ ተራ መራሕ መኪና ኮይኑ የሕሊፎ። ዝተማህረሉ ዓውደ ትምህርቲ ኣይተጠቕመሉን፣ እቲ ቀንዲ ጸገሙ ኣሉታዊ ኣረኣእያ ናይቶም ብጾቱ ወተሃደራት ስለ ዘሕደረ እዩ። ኣነ ልዕሊኦም እየ። ብዛዕባ እቲ ወተሃደራዊ ኣካይዳን ምሕደራን ዘይረብሕ እዩ እዚ። ኣነ ከመይ ኢለ እየ ምስዚኦም ዝስራዕ? ዝብል ኣተሓሳስባ ነይርዎም። እዚ ሰብ እዚ ብብጾቱ ዋላ ሓደ ክብሪ ኣይረኸበን። እቲ ሰፊሕ ፍልጠቱ ተቐቢሩ ተሪፉ። እቱ ኣሉታዊ ኣመለኻኽትኡ ናብ ሓደ ተራ መራሒ ዓባይ መኪና ከም ዝኸውን ኣውሪድዎ። ኣስተውዕል፣ ካብ ኩዝን ብልሒ ንላዕሊ እቲ ንብልሕኻ ክትጥቀመሉ ዝኣልየካ ኣተሓሳስባ'ዩ ቀንዲ ኣገዳሲ። ናይ ኮለጅ ትምህርቲ ነቲ ቀንዲ ረቋሒ ናይ ዓወት ዝኾነ ኣተሓሳስባኻ ብትዕቢት ዓብሊሉ ከልምሶ ይኽእል'ዩ። ዝኾነ ሰብ ቅኑዕ፣ እወታዊ፣ ተሓባባሪ ኣረኣእያ ምስ ዘለዎ፣ ደረጃ ትምህርቲ ብዘየገድስ፣ ልዕሊ'ቶም ኣሉታዊ፣ ግጉይ፣ ዘይተሓባባሪ መንፈስ ዘለዎም ምሁራት ሰባት ብዓወት ጸብለል ክብል ይኽእል። ብግቡእ መገዲ ምስ እትጥቀመሉ ፍልጠት ሓይሊ እዩ። እዚ ኣበሃህላ እዚ ፍርቂ ሓቅነት እዩ ዘለዎ። ልክዕ ፍልጠት ዕቑር ሓይሊ እዩ። ፍልጠት ሓይሊ ዝኸውን ኣብ ግቡእ መዓላ ምስ ዝውዕል ጥራይ እዩ። ሓደ ግዜ እቲ ፍሉጥ ተመራማሪ ኣንስታይን ኣብ ሓደ ማይል ክንደይ ጫማ ኣሎ ተባሂሉ ምስ ተሓተተ ኣይፈልጦን እየ ኢሉ መለሰ። ኣስዒቡ ንምንታይ እየ ሓንጎለይ ብቐሊሉ ኣብ መወከሲ መጽሓፍቲ ብዝርከብ ነገራት ዝመልኦ? በለ። ኣንስታይን ካብዚ ዓቢ ትምህርቲ እዩ ዝምህረና። ሓንጎልካ ካብ ከም መኻዚኖ ዝኾነ ነገራት እትጥቀመሉ ክትሓስበሉ እዩ ዝምረጽ። ስለዚ ፍልጠት ማለት መኻዚኖ ናይ ጭብጥታት ዘይኮነ ናይ ኣተሓሳስባ ዓቕሚ ወይ ከኣ ናይ ኣተሓሳስባ ለውጢ ማለት እዩ። ሓደስቲ ሓሳባት ዘመንጭዉ፣ ሽግራት ዝፈትሑ፣ ጽቡቕ ራኢ ወይ ሕልሚ ዘለዎም እሞ ተግባራዊ ክገብርዎ ዝሕልኑ ሰባት ሓይሊ ፍልጠት ኣለዎም ክበሃሉ ይኽእሉ። ንኹሉ ፍልጠት ኣብ ሓንጎሎም ዝኽዝኑ ሰባት ነዚ ኣብ ላዕሊ ዝተጠቕሰ ኣተሓሳስባ ዘይብሎም እንተኾይኖም ግና ካብ ኢንሳይክሎፔድያ ወይ ኢንካርታ ዘፍሊ የብሎምን። ናይ ብልሒ ኣእምሮ ምስምስ ዝፍወሰሉ ምኽሪ ሀ ብልሕኻ ኣቆናጺብካ ናይ ካልኦት ብልሒ ኣይተግዝፍ። ርእስኻ ኣይተትሕት፣ ክእለትካ፣ ዓቕምታትካ፣ ኣዕሚካ ኣስተብህለሎም። እቶም ብልጫታትካ ዳህስሶም። እቲ ዘገድስ ዓይነት ሓንጎልካ ዘይኮነስ ነቲ ዘሎካ ሓንጎል ብኸመይ ትጥቀመሉ እዩ። ካብ ብልሒ ሓንጎለይ ክሳብ ክንደይ እዩ ዓቐኑ ኢልካ ምጭናቕ ንኣእምሮኻ ተቖጻጺርካ ኣስርሓዮም። ለም። ካብ ፍልጠት ኣእምሮኻ ንላዕሊ ብልሒ ኣተሓሳስባኻ እዩ ዘገድስ። ኣብ ገዛኻ ኮነ ኣብ ስራሕካ እወታዊ ኣተሓሳስባ ክህልወካ ተለማመድ። ስለምንታይ ከም እትኽእሎ እምበር ስለምንታይ ከም ዘይትኽእሎ ዝብል ኣረኣእያ ኣይሃልኻ። ክዕወት እየ፣ ክስዕር እየ ዝብል መንፈስ ይሃልኻ። ብልሕኻ እወታዊ ኣተሓሳስባ ከመንጭው ተጠቐመሉ። ብልሕኻ መገድታት ዓወት እምበር ናይ ስዕረት መጠንቀቕታ ኣብ ምድህሳስ ኣይተውዕሎም። ሕም ካብ ንሓንጎልካ ከም መኻዚኖ እትጥቀመሉ ኣብ ሓደስቲ ሓሳባት ምምንጫው ኣውዕሎም። ኣእምሮኻ ሓደስቲ ሓሳባት ከምንጩን ከማዕብልን ዝበለጹ ሓደስቲ ሜላታት ክምህዝን ኣውዕሎም። ኣእምሮይ ታሪኽ ድየ ክሰርሓሉ ዘለኹ ወይስ ናይ ካልኦት ዝሰርሕዎ ታሪኽ ጥራየ ዝኽዝነሉ ዘለኹ እናበልካ ገዛእ ርእስኻ ተመራመረላ። ሰለስተ ንዕድመ ምስምስ ገና ንእሽተየ ደጊም ኣሪጌ ዝብሉ ምስምሳት ዋጋ የብሎምን። ዕድመይ ንእሽተይ ስለ ዝኾንኩ ወይ ዕድመይ ስለ ዝደፋእኩ እዚ ንትን ኣይገበርኩን ወይ ክገብር ኣይከኣልኩን ዝብሉ ዘረባታት ሰባት ንኺዕወቱ ሓሊኾም ዝሕዙ ቀንዲ ምስምሳት እዮም። ኣብ ንኡስ ዕድሚኦም ዓበይቲ ሓላፍነትን ተፈላጥነትን ዝረኸቡ፣ ኣብ ሽምግልንኦም መስተንክራዊ ስርሓት ዝሰርሑ እውን ሒደት ኣይኮኑን። ቅድሚ ቕሩብ ዓመታት ኣብ ሓደ ናይ ንግዲ ክፍሊ መሸጣ ዝሰርሑ ሰባት እናሰልጠንኩ ከለኹ፣ ንናይ ዕድመ ምስምስ ዝፍውስን ከም ክታበት ኮይኑ ዘገልግልን ኣገባብ ረኺበ። ኣብቲ ናይ ስልጠና መደብ ሓደ ሲሲል ዝስሙ ሰብ ነበረ። ወዲ ኣርብዓ ዓመት እዩ። ካብ ተራ ሸያጢ ናብ ተቖጻጻሪ ክፍሊ መሸጣ ክብ ክብል እዩ ዝደሊ። ቀደም እየ ክጅምር ነይሩኒ፣ ሕጂ ግን ወዲ ኣርብዓ ኮይነ። ወዲ ኣርብዓ ዘርባዕብዓ ኢሉ እዩ ዘማርር። እታ ሽዑ ዝረኸብኩዋ ክታበት ከስርሓ ጀሚረ። ወዲ ሰብ ኣብ ክንደይ ዕድሚኡ እዩ ስራሕ ጀሚሩ ኣፍራዪ ዝኸውን ኢለ ሓተትኩዎም። ወዲ ዕስራ ዓመት ኣቢሉ ምስ በጽሐ ኢሉ መለሰለይ። ሕራይ መዓስ ክኻብ ኣፍራይነቱ የቋርጽ? ወዲ ሰባ ኣቢሉ ምስ ኮነ ኢሉ ምስ መለሰለይ ጽቡቕ ንኣስታት ሓምሳ ዓመታት ኣብ ዕድሚኡ ንጡፍ ኮይኑ የፍሪ ማለትካ እዩ ስለዚ ንስኻ ወዲ ኣርባ ዓመት ኣለኻ ክንደይ ዓመት ናይ ስራሕ ኣጥፊእካ ማለት እዩ ዕስራ ዓመት ኢሉ መለሰለይ ነቲ ቀሊል ሕቶ ክንደይ ተሪፉካ ኣሎ ኣልጊ ብሓተትኮም ሰላሳ ኣመት እሞ ብኻልእ መገዲ ሲሲል ገና እቲ ከተፍርየሉ እትኽእል ግዜ ፍርቂ ኣየጥፋእኻሉን ኣርብዓ ሚእታዊት ጥራይ ኢኻ ተጠቒምካሉ ሱሳ ሚእታዊት ብሕጂ ኣለካ ምስ በልኮ ዓብየ ዝብል ዝነበረ ኣተሓሳስብኡ ናብ ገና ጎበዝ እየ ዘለኹ ዝብል ኣተሓሳስባ ተኪእዎም ዕድመ ናብ ዝደለኻዮ ከይትበጽሕ ከም ድፋዕ ተጠቒምካ ምምስማስ ጌጋ እዩ። ካብ ናይ ዕድመ ምምስማስ ምስ እትፍወስ ብዙሕ ዕድላት እዮም ዝኽፈቱልካ። እቶም ክኾኑ ኢልካ ዘይገመትካዮም ይሰምሩልካ። ሓደ ዘይሕለሎ ዘመደይ ዕድሚኡ ኣብ ዝተፈላለዩ ነገራት ከም ንግዲ ናቱ ትካል ኣብ ምክያድ ኣብ ባንክ እናሰርሐ ኣሕሊፍዎ። ዝበለፀ ነገር ካብ ምስራሕ ድሕር ኣይብልን'ዩ። ኣብ መወዳእታ ልዕሊ ዝኾነ ነገር ጠበቓ ክኸውን ብሂጉ። እንተሓሰቡ ግን ወዲ ኣርብዓን ሓሙሽተን ዓመት ኮይኑ ነይሩ። ሰለስተ ቆልዑ ነይሮሞ። ብዙሕ ዝዓቖሮ ገንዘብ እውን ኣይነበሮን። ዋላ ወዲ ኣርብዓን ሓሙሽተን ዓመት ይኹን ጠበቓ ክኸውን ኣለኒ ኢሉ ኣንቀደ። ብልዑል እምነት ናብ ናይ ሕጊ ኮለጅ ኣትዩ። ንሓሙሽተ ዓመት ሕጊ ኣጽኒዑ። ወዲ ሓምሳ ዓመት ከኣ ተመሪቑ። ስለዚ ገና ዕስራ ኣመት ብንጥፈት ከፍርየሉ ዝኽእል ዕድመ ኣለዎ። ብዛዕብኡ ከእለኒ ከሎ፣ ርኢኻ ሽዑ ወዲ ኣርብዓን ሓሙሽተን ኣመት ከለኹ እንተዘይውሱን ነይረ፣ ዝተረፈ ዕድመይ እርጋንን ድኻምን እናተሰማዓኒ መሕለፍኩዎ። ሕጂ ግን ገና ወዲ ዕስራን ሓሙሽተን ኣመት ዘለኹ ኮይኑ'ዩ ዝስማዓኒ ዘሎ። ኢሉኒ። ብልክዕ'ውን መንእሰይ ይመስል ነበረ። ናይ ዕድመ ማሕለኻታት ምስ እተሰንፎም፣ ገና ጐበዝ እየ ዘለኹ ብምባል ርእስኻ ምስ እተእምኖ፣ ተወሳኺ ዕድመ ትድልብን ዓበይቲ ዓወታት ትጐናጸፍን። ኣሪጌ፣ ናይ ውድቀት ሕማም እዩ። ንድሕሪት ጐቲቱ ስምዒት እርጋንን ሕማምን ከየጐልብበካ በዳህዮ። ዕድመ ቍጽሪ እዩ። ንኡሽተየ። ዕድመይ ገና እዩ ዘሎ፣ ኣይከኣልኩን ምባል እውን ርእሱ ዝኸኣለ ናይ ውድቀት ሕማም እዩ። ቅድሚ ዓመት ኣቢሉ ወዲ ዕስራን ሰለስተን ዓመት ጄሪ ጸገም ጎኒፍዎ ከማኽሮ ሓቲቱኒ። ጀሪ ቅድሚ ካብ ኮሌጅ ምምራቑ ኣብ እንዳ ኮማንዶ ኮይኑዩ ናይ ውትድርና ሃገራዊ ኣገልግሎት ወዲኡ ትምህርቲ እናተማህረ ኣብ ትርፊ ግዜኡ እናሰርሐ ንወዱን ሰበይቱን ዝኣሊ ነይሩ። ኣብ ትምህርቲ ኮነ ኣብቲ ናይ ትርፊ ግዜ ዝሰርሓሉ ትካል ብሉጽ እዩ ነይሩ። ሕጂ ግና ጄሪ ተረቢሹ። ዶክተር ሽዋርትዝ ሽግር ረኺበ። ዝሰርሓሉ ትካል ኣካያዲ ስራሕ ገይሩ መዚዙኒ። በለኒ። ዮሃና! ኳሕጎሰካ! ኣገናዕ! ደስ ዘብል ብሽራት እዩ። በልክዎ። ኣስዒበ ከኣ እዚ ደኣ'ሞ እንታይ ዘጨንቕ ነገር ኣሎ? ኢለ ሓተትክዎ። እቶም ካባይ ብተመክሮን ዕድመን ዝዓብዩ ሸሞንተ ሰባት ኣብ ትሕተይ ክሰርሑ እዮም እንታይ ክገብር እኽእል እኽእሎ ድየ በለኒ እዚ ዋና ትካል ንእሽቶ ኢሉ እንተዝግምተካ ነይሩ ክንዲ ዝኣክል ሓላፍነት ኣይመሃበካን ጥራይ ነዘን ዝህበካ ሰለስተ ምዕዶ ተኸተለን ቀዳማይ ናይ ዕድመ ነገር ኣብ ግምት ኣይተእትዎም ኣብቲ ስራሕ ጥራይ ኣድህብ ሓደ ወዲ ሓረስታይ ሓረስታይ ዝኸውን ብዕድመ ዘይኮነ ኣገባብ ኣተሓራርሳ ምስ መለኸ እዩ ንስኻ ክሳብ ነቲ ስራሕ ዝመለኽካዮ ንእሽተይ ኣይኮንካን ካብ ሰያብ ለባም ጸውዒ ነገሩ። ካልኣይ፣ ሓላፍነትካ ተጠቒምካ ኣብ ልዕሊኦም ልዕልና ተሰሚዑካ ኣዛዚ ትኹን። ርእይቶኦምን ሓሳባቶምን ተቐበል። ናይ ሓባር ስራሕ ኮይኑ ከም ዝስምዖም ግበር። ምቕሉል ኩን። ሽዑ ምሳኻ ተሳንዮም ክሰርሑ እዮም። ተሃላሊኾም ኣንጻርካ ኣይክለዓሉን እዮም። ሳልሳይ፣ ምስ ካባኻ ብዕድመ ዝዓብዩ ሰባት ምስራሕ ልመድ። መራሕቲ ናይ ኩሉ ዓውድታት ካብቶም ትሕቲኦም ዘለዉ ዝነኣሱ ኮይኖም ምስ ዝጸንሑ፣ ንመጻኢ ናይ ዓቢ በዓል ስልጣን ምዃን ክገጥመካ ከሎ ክሕግዘካን ድፍረት ክህበካን እዩ። መራሒ ማለት ብዕድመ ዓቢ ማለት ኣይኮነን። ኣብዚ ግዜ እዚ ጀሪ ስርሑ ፈትይዎ። ኣብ ስርሑን ምስ መሳርሕቱን ጽቡቕ ኣሎ። ናይ ውልቁ ትካል ክኸፍት ናይ ቀረባ መደቡ እዩ። ኣብ ስራሕ እቲ ዘገድስ ስራሕካ ምፍላጥ፣ ምርድዳእ ምስ ሰባት እንተ ዘይኮይኑ ዕድመ ኣይኮነን። ጸጉርኻ ይመለጥ ይሰይብ ብዘየገድስ ክሳብ ክንደይ ነቲ ስራሕ ብቑዕ ኢኻ'ዩ ወሳኒ። ዕድመ ቁጽሪ እዩ። ብዙሓት መንእሰያት ዕድመኦም ስለ ዝነኣሰ ካብ ብዙሕ ነገራት ከም ዝተኾለፉ ይመስሎም ይኸውን። ንድሕሪት ዝመልስ ግና ትሑት ደረጃ ብቕዓትን ኣተሓሳስባን እዩ። ንትካሎም ዝሓልዩ ሰባት ሰራሕተኛ ብሓላፍነት ክመዙ ከለው ዕድመ ግምት ኣይህቡዎን እዮም። እቲ ዘገድሶም ሓላፍነት ተሰሚዕዎ ንዑይኡ ብግቡእ ዝዋጻእ ሰብ እዩ። ብኽእለትካን ብዘለካ ቅኑዕ ኣመለኻኽታን እዮም ዝመዝኑኻ። ንዕድመ ምስምስ ዝፍውሱ ምኽሪ ሀ ህሉው ዕድመኻ ብእወታ ርእዮ። ገና ንእሽተየ ዘለኹም ኣሪገየ ኣይትበል። ናብ ቅድሚት ዝወስድ መሳልል ሒዝካ ዕድመኻ ብዘየገድስ ክገብሮ እኽእልየ ዝብል ስምዒት ኣማዕብል። ለ ተሪፉካ ዘሎ ኣፍራዪ ዕድመ ጸብጽብ። ሓደ ወዲ ሰላሳ ዓመት ጎበዝ ገና ሰማንያ ሚእታዊት ዘፍርየሉ ዕድመ ብቕድሚኡ ኣሎ። ወዲ ሓምሳ ዓመት ሰብኣይ ከኣ ገና ኣርብዓ ሚእታዊት ኣለዎ። ህይወት ካብቲ ሰብ ኣሕጺሩ ዝግምታ ንላዕሊ ነዊሕ'ያ። ሐ። ዝተረፈካ ዕድመ ራኢኻ ኣተግብረሉ። ቀደሜ ክጅምሮ ነይሩኒ ሕጂ ድኣ ዶንጌ ዝብል ኣሉታዊ ኣተሓሳስባ ኣወግድ እዚ ናይ ውድቀት ሓሳባት እዩ ኣብ ክንድኡ ሕጂ ክጅምሮ እየ እቶም ዝበለጹ ወርቃውያን ግዜ እዞም ተሪፎምኒ ዘለዉ ዕድመ እዮም በል ዕውታት ሰባት ከምዚ እዮም ዝሓስቡ ራብዓይ ናይ ዕድል ምስምስ ንዝኾነ ኩነት መበገሲ ጠንቂ ኣለዎ፣ ባዕሉ ብዘይ ጠንቂ ዝገጥም ፍጻሜ የለን። እቶም ዕውታት ሰባት ብሰንኪ ሕማቕ ዕድል እዩ እዚ ነገር ኣጋጢሙኒ ኢሎም ክንዲ ዘመሳምሱ ነቲ ጠንቂ ናይቲ ሳዕቤን ብመርትዖ ኣሰንዮም እዮም ዘቕርቡ። ዝሓለፈ ሰሙን ምስ ሰለስተ ኣብ ማእከላይ ጽፍሒ ሓላፍነት ዝርከቡ እሞ ኣብ ናይ ዕድል ምስምስ ዝተሸመሙ ሰባት ኣዕሊለ ነይረ። እቲ ዕላል ጆርጅ እቲ ራብዓይኩም ዝነበረ ብኸመይ እዩ ናብ ዝለዓለ ጽፍሒ ሓላፍነት ደይቦም ካብ ዝብል ሕቶ እዩ ጀሚሮም። እዞም ሰለስተ ሰባት ነናቶም ስም ምስ ክህቡ ጀመሩ፣ ዕድል፣ ሰበይ ሰብካ፣ ጫማ ሓላፊኡ ልሒሱ፣ ብዙሕ ኢሎም። እቲ ሓቂ ግን ጆርጅ ካብኣቶም ብሉጽ ኮይኑ ስለ ዝተረኽበ እዩ። ኣበርቲዑ ስለ ዝሰርሐ፣ ሰዓት ስራሕ ስለ ዘኽብርን ጽቡቕ ባህርያት ስለ ዝነበሮን እዩ። ኩሉ ነገር ብዕድል ዝካየድ እንተዝኸውን ነይሩ ሰራሕተኛታት ኣብ ምቑፃር፣ መራሒ ኣብ ምምራፅ ብዕጭ ውድቕ ምኾነ ነይሩ። ሰራሕተኛ ንምቑፃር ሰነዳት ትምህርቲ፣ ናይ ስራሕ ተሞክሮ ኾነ ስነ ምግባር ኣይምተርኣየን። መራሕቲ እውን ናይ ኣመራርሓ ክእለቶም፣ ተሞክሮኦም፣ ልቦነኦም ከይተርኣየ ብኸምኡ ብዕድል ኣብ መንበር መሪሕነት ኮፍ ምበሉ። ስለዚ ዓወት ዝርከብ ብዕድል ዘይኮነስ ፍረ ናይ ቅኑዕ ኣተሓሳስባን ኣበርቲዕካ ምስራሕን እዩ። ናይ ዕድመ ምስምስ ዝፍውሱ ምኽርታት ሀ ንናይ ጠንቅን ሳዕቤንን ሕጊ ተኸተሎ። ሓደ ሰብ ብልሙድ ኣዘራርባ ጽቡቕ ዕድል ገጢሞ ይበሃል። እዚ ግና ብኸምኡ እተረኽበ ነገር ኣይኮነን። እዚ ናይ እኹል ምድላው ውጥን፣ መደብ ዕሙቕ ዝበለ ርጡብ ኣተሓሳስባ ዝርከብ ውጽኢት እዩ። ብኣንጻሩ ሓደ ሰብ ሕማቕ ዕድል ገጢምዎ ዝበሃል ዕድሉ ሕማቕ ኮይኑ ዘይኮነ ነዚ ሕማቕ ኣጋጣሚ ዘስዕብ ጠንቂዩ ክድህስስን ክእርምን ዘለዎ። ለ። ማናይ ትጸበ? ብዘይገለ ጻዕርን ሓርኮትኮትን ቅኑዕ ኣተሓሳስባን ብኸምኡ ብምሕላን ጥራይ ዝርከብ ዓወት የለን። እዚ መልመሲ ኣእምሮዩ። ብዕድል፣ ሓላፍነት፣ ገንዘብ፣ ጽቡቕ ነገራት ናይ ህይወት ክትረክብ ኣይትጸበ። ኣብ ክንድኡ እቲ ምሳኻ ዘሎ ዓቕሚ ተጠቂምካ ዓወት ኣብ ምሕፋስ ኣውፍሮ። ብዘይ ወፍሪ ብዕድል ዘንጀርብብ ማና ስለ ዘየለ።